ሰላምን ጥዕናን ንኹሉኹም ተኸታተልተይ ይኹን እንዳበልኩ ናብ ናይ ሎምዓንቲ መደበይ ክኣቱ እንከለኹ ኣብ ናይ ሎምዓንቲ መደበይ ናይ ጾታዊ ርክብ ፊልምታት ምርኣይ ዘምጽኦ ጸገማት ክሕብረልኩም እየ ብፍላይ ድማ ናይ ጾታዊ ርክብ ፊልምታት ትሪኡ ሰባት ናብ ሓዳር ሂወት ክትኣትዉ እንከለኹም ዘጋጥሙኹም ኣርባዕተ ከበድቲ ጸገማት ክሕብረልኩም እየ ከም ዝፍለጥ ኣብ ሕዚ እዋን ኣብዝሓ ሰባት ናይ ፆታዊ ርክብ ፊልምታት ናይ ምርኣይ ወልፊ ይተሓዙ ከምዘለው ይፍለጥ እዩ። ስለዝኾነ ቀፂለ ክትፈልጥወንን ክትጥንቀቁለንን ዘለኩም ኣርባዕተ ኣገደስቲ ነገራት ክነግረኩም እየ። ንቻነልና ሓደሽቲ ዝኾንኩም ሰብስክራይብ ብምግባር ዝተፈላለዩ ናይ ጥዕና፣ ናይ ፆታዊ ርክብ ከምኡውን ናይ ሓዳር ሂወት ኢንፎርሜሽን ትረኽብሉ ቻነል። ስድራ ንክትኮኑ ብክብሪ ይሓትት መደብና ናብ ብዙሓት ንክበጽሕ ላይክ ሼር ግበርዎ ነዚ ኢለ ናብ መደበይ ክኣቱ እንከለኩ ናይ ጾታዊ ርክብ ፊልምታት ምርኣይ ኣርባዕተ ጸገማት የምጽእ እዩ እቲ ቀዳማይ ንሪኦ ጸገም እንታይ እዩ ተጋግየ ናይ ጾታዊ ርክብ ኣረኣእያ ምሓዝ እዩ ኣብተን ፊልምታት ትሪእወን ነገራት ናብ ሓዳር ሂወት ምስ ኣተኩም ምስ ትረክብዎ እቲ ሓቃዊ ጾታዊ ርክብ ሓደ ዓይነት ኣይኮነልኩምን ኣብተን ፊልምታት ዝረኣኩመን ምንቅስቃሳት ክትገብርወን ክትደልዩ ትኸእሉ ኢኹም። ንኣብነት ንክልተ ወይ ከኣ ንሰለስተ ጾታዊ ርክብ ምግባር ክኾን ይኸእል፣ ነታ ጓል ኣንስተይቲ ብሓይሊ ጾታዊ ርክብ ምግባር ክኾን ይኸእል። ከምዚኤን ዝኣመሰሉ ኣብ ጾታዊ ርክብ ፊልምታት ንርእየን ምንቅስቃሳት ኣለዋ። ነዘን ምንቅስቃሳት ክትገብርወን ክትደልዩ ትኸእሉ ኢኹም። ኮይኑ ግና ናብ ናይ ኖርማል ላይፍ ክትምለሱ እንከለኹም ወይ ከኣ ኣብቲ ናይ ሓዳር ህይወት ትረኽብዎ ናይ ጾታዊ ርክብ ዓይነታት ክትርእዩ እንከለኹም እዘን ነገራት ከይገበርኩም ክትቀርዩ እንከለኹም ዝተጋገየ ኣረኣእያ ብምሓዝ ንጾታዊ ርክብ ዘለኩም ድሌት እስካብ ምቕናስ ክትበጽሑ ትኸእሉ ኢኹም። እቲ ካልኣይ ንሪኦ ጸገም እንታይ እዩ? ናብ ግብረ ሕቡእ ወይ ከኣ ሴጋ ንክትኣትዉ ክገብረኩም ይኸእል እዩ። ናይ ግብረ ሕቡእ ወይ ከኣ ሴጋ ተጠቀምቲ ኣብዝሓ ሰባት ብሰንኪ ናይ ጾታዊ ርክብ። ፊልምታት ዝኣተው ከምዝኾነ ይፍለጥ እዩ። ወይ ከኣ ናይ ጾታዊ ርክብ ፊልምታት እንዳ ረኣዩ እዚ ግብረ ሕቡእ ወይ ከኣ ሴጋ ንብሎ ንገር ዝገብሩ ሰባት እዮም ዝበዝሑ። ናይ ግብረ ሕቡእ ወይ ከኣ ሴጋ ጉድኣታት ቅድሚ ሕዚ ብኻሊእ መደብ ሰሪሐልኩም ኣለኹ ነዚ መደብ ምልስ ኢልኩም ብምርኣይ ናይ ግብረ ሕቡእ ወይ ከኣ ሴጋ ጉድኣት ክትርድኡ ትኽእሉ ኢኹም። ስለዝኾነ ናይ ጾታዊ ርክብ ፊልምታት ምስ ረኣኹም፣ እቲ ቀጻሊ ነገር ዝኹን እንታይ እዩ? ግብረ ሕቡእ ወይ ከኣ ሴጋ ምግባር እዩ። ግብረ ሕቡእ ወይ ከኣ ሴጋ ምስ ገበርኩም ድማ ተታሒዞም ዝመጹኹም ዝተፈላለዩ ጸገማት ኣለዉ። ንዞም ጸገማት ቅድሚለ ከም ዝነገርኩኹም ኣብቲ ዝሓለፈ ቪድዮይ ብምርኣይ ከጋጥሙ ዝኽእሉ ጸገማት ክትርድኡ ትኽእሉ ኢኹም። እቲ ሳልሳይ እንርእዮ ጸገም ድሕሪ ሓዳር ዝመጽእ። ጸገም እዩ እዚ እንታይ እዩ ናይ ስምዒት ዘይምጥዕዓም እዩ ንኣብነት ንስኻትኩም ኣብተን ፊልምታት ዝረኣኹመን ምንቅስቓሳት ንምግባር ክትምክሩ ትኽእሉ ኢኹም ንኣብነት ድማ ብምቐመጫ ጾታዊ ርክብ ምግባር ክኾን ይኽእል ብኣፍ ርክብ ምግባር ክኾን ይኽእል ልክዕ ኣብተን ፊልምታት ከም ዝረኣኹመን ንምግባር ኣብ ተምኩሩሉ እዋን ሽዑ እዚ ነገር እዚ ካብ ስርዓትን ካብ ባህልን ዝወጸ ስለ ዝኸውን ምስ ኣፍቃሪትኩም ወይ ከኣ ምስ በዓልቲ ቤትኩም ዘለኩም ፍቕርን ንጾታዊ ርክብ ዘልኩም ድሌትን ዘቕንስ ነገር እዩ። ስለዝኾነ እውን ኣብ ሓዳርኩም ሕጉስ ንኸይትኾኑ ክገብረኩም ይኽእል እዩ። ብሓዳርኩም ሕጉስ እንተዘይኮይንኩም ድማ እስካብ ፍትሕ ንክትበጽሑ ክገብረኩም ይኽእል እዩ። እዘን ኩለን ጸገማት ብሰንኪ ናይ ጾታዊ ርክብ ፊልምታት ምርኣይ ኣብ ርእስኹም ዝስኣል ምስሊ ስለዘሎ እዩ። ነዘን ምስልታት ብተግባር ክትገብርወን ስለትምኩሩ እዚ ዓይነት ጸገማት ጸገማት ኣብ ሓዳርኩም ክፍጠር ይኽእል እዩ። እቲ ራብዓይን ናይ መወዳእታን ጸገም ክንርኢ ከለና ናይ ግብረ ሕቡእ ወይ ከኣ ሴጋ ወልፈኛ ይገብርኹም እዮም። ቅድም ኢለ ዝነገርኩኹም ናይ ጾታዊ ርክብ ፊልምታት ትሪኡ እንተ ኹንኩም ናብ ግብረ ሕቡእ ወይ ከኣ ሴጋ ከም ትኣትዉ እዩ። ሕዚ ንሪኦ ድማ ናይ ግብረ ሕቡእ ወይ ከኣ ሴጋ ወልፈኛ ከም ዝገብረኩም እዩ። ናይ ጾታዊ ርክብ ፊልምታት ምርኣይ ዓርሱ ዝኸኣለ ወልፊ እዩ። ናይ ግብረ ሕቡእ። ወይ ከኣ ሴጋ ድማ ካሊእ ዓርሱ ዝኸኣለ ወልፊ እዩ። ስለ ዝኾነ ናይ ክልተ ወልፊ እሱራት ንኽትኮኑ ኽገብረኩም ይኽእል እዩ። እዘን ክልተ ወልፍታት እንተሃልዮምኹም ድማ ናይ ሓዳር ህይወትኩም ዘይተረጋግኤን ቅልውላው ዝበዝሖ ንኽኸውን ዝገብር እዩ። ግብረ ሕቡእ ወይ ከኣ ሴጋ ብዙሓት ጸገማት ዘምጽእ እዩ፣ ከምኒ መትሎ ደው ናይ ዘይምባል ጸገም፣ ቀልጢፍኩም ናይ ምውዳእ ጸገም፣ ምስ ተጻራሪ ጾታ ጾታዊ ርክብ ናይ ምግባር ስምዒትኩም ምቕናስ፣ ካልኦትን ተታሓዝቲ ጸገማት ዘምጽእ ነገር እዩ እዚ። ስለዝኾነ እዘን ኩለን ጸገማት ዝገጥመና ናይ ጾታዊ ርክብ ፊልምታት ወልፊ ተጠቃዕቲ ስለንኾን እዩ። ስለዝኾነ ብዛዕባ ናይ ሓዳርን ናይ ፍቕሪ ሂወትኩም ትጭነቑ እንተኹንኩም ናይ ጾታዊ ርክብ ፊልምታት ምርኣይ ነዘን ኩለን ጸገማት ዘስዕበልና ክፉእ ወልፊ ከም ዝኾነ ብምፍላጥ ነዚ ነገርዚ ክትገድፍዎ ኣለኩም። ነዚ ነገርዚ ንኽትገድፍዎ እንዳሓበርኩ መደበይ በዚ ክዛዝም። ካብ ናይ ሎማዓንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። ሓሳብ ርኢቶ እንተሃልይኩም ብኮሜንት ሴክሽን ሓሳባትኩም ግለጹለይ። መደብና የምህር እዩ ኢልኩም ትሓስቡ እንተኾይንኩም ናብ ብዙሃት ንኽበጽሕ ላይክ ሼር ግበርዎ። ሰላምን ጥዕናን ንኹላትና። የቐንየለይ።